ሰላም ሰላም ክቡራት ኣሕዋተይ ከመይ ጸኒሕኩም ደሕና ዲኹም? ኣነ ኣለኹ ኣምላክ ይመስገን። ብኣይ እትሪእዎ ኣለኹም ንዓድና ስራሕ ኣሰልቺና ኣሎ ንብለኩም ስልቹ ሓደ ሓደ ግዜ ሲ ኣብ ዓድካ ኮይንካስ በቃ ሙቸት በቃ ሙቸት ይጸንሕ በቃ ኩሉ ነገር ለይሸገረካ ዳሞቼ እካ ይጸንሕ እሞ ካብኡስ ትስራሕ ንዓድናስ ስልችው ኢለካ ከምዚ መጠቓ ትምጥቕ ተለኻ መቸም ምጎጎ ኤሌክትሪክ ኣይመጠቒ መጠቓ ዕንጨታ ከምዚ ጌርካ እንዲድካ ዓኾር ገለ ገንዘብ ገጠር ትኾንለ ዓኾርካ ጌርካ ጎሚርካ ጌርካ እዩ ጠምበሽ ትብል ካብኡ ግን ከምዚ ተብል ተለኻስ በቃ እቲ ናይ ስዑዲ ነገር ዋይ ኣደማኻ ስዑዲ ትብል ኧረ በስመኣብ እሞ ናሃልየካ እኮ እዩ ምንም ለሸገረካስ ብቲ ስርሑ ብቲ ኩነታቱ ብቲ ናፍቲ ናፍቲ ልትብለስ ስልችው ጽልእ ተብሎ ዓድናስ በተለይ በተለይ ንኣብነት ዝኾነ መገሻ ገለ ክትሓስብ ተለኻስ ናይ ባዕልኻ ዝኾነ ነገር ክትሰርሕ ትሓስብ ተለኻስ መገሻ ከም ዘየሎ ትፈልጦ ኢኹ እና ገጠር ልደቂ ገጠር ብቻ እዩ መቸም ደቂ ከተማ እኳ ከተማ ላይ ኣሎ እንዲ ሓደ ሓደ ግን ከምዚ ናይ ገጠርስ ብዙሕ መገሻስ ኣይኽወዲ ብትኽክል ዓዲ ሓራስ ይበሃል ፅባሕ እንታይ ድኾን ይበሃል ድሕሪ ፅባሕ ዝኾነ በቃ ዝኾነ ምብፃሕ ይበሃል ብድሕሪኡ በቃ መገሻ ኣይ ውዳይ ዓድና ውይ ቀደማኻ ስዑዲ ኣታ ስዑዲ ኮይንካ ልል ዓዲ ዓዲ ኮይንካ ልል ስዑዲ ከመይ ኢና ንገብር ኣየና ይሓሽ ብስሩና ደቂ ሰባት ናይና ነገርሲ ኩሉ ነገር መሊእኻ ልሃልኻ ዝሸገረካ ኔርካስ ምስ ሩታ ነዋውርእስ ተዓድናስ ጸርጸርጸርጸር ትብል ብቃ ኩሉ ነገርዋ ላመጠቅና ላቆረስና ኢና ንርከብ መጠቃ ካብኡ ለሲ እንታይ ድየ ክለክን ደልየ ደቂ ዓበይትወ ናተይ ስራሕ ብዙሕ እዩ ብሓደ ገጽ ዝኾነ ትፈልጠ ይኹን ትስርሐይ ብሓደ ገጽ ገዛ በቃ መኖርያ ገዛ ክተጽሪ ክትሓጽብ ካብኡ ሓደ ሓደ ሸቐጣት ኣለኒ በቃ ለለ ከምዚ ትብሎ ክንዲ ኩን ዓድና መገሻ ይውዳእ ስራሕ ኣይውዳእ ከምዚ ጠጀና መጠቕና ለወስና ነፈና በቃ ኩሉ ግዜ እሳ እያ ጊንስ ብትክክል ሓጋዚ ትደልዮ ብጭራሽ የስኢና ዋላ ናተማህረት ትምህርታ ግድን እዩ ትምህርቲ ናተማህረት ካብ ትምህርተ ተእቲ በቃ እቲ ሰብ ንዓድናስ ቃለምበርቂ ነይሩ ሓግዝኒ ወይ ከዓ ሰራሕተኛ እተዊ ገለ ኖርማል እዩ ከዚ ግን በቃ እቲ ሰብለስ ትዕቢት ናተሰምዖስ ሓጋዚ ትደልየ ነይረ ወየው ድኳን ኮፍ ኢላ ባኒ ትሸጥ ጎሾ ፈሓም በርበረ እዙታት ሓደ ሓደ ሸቀጣት ኣለኒ ኣብቲ ናይ ስራሕ ቦታይ እዙታት ወይ ኾይና ከፍ ኢላ ትሸጥ ወይ ገዛ ተጽሪ ወይ ከዓ ኸዝና ዝመጠቃ ናብ ምንታይ እዩ ትብላ ትኽእል ኣይኹን ኣሕዋተይ ናብ ምክኤል እዩ ወርሓዊ ዝክረይ ወይ ከዓ ጸበለይ ምክኤል እዩ ኮምዚ ምክኤል ትኾን ተለኸዚ ብቲ ሓደ ገጽ ናይ ድኳን ፈሓም ሃብና፣ ጎሽ ሃብና፣ ባነለ ዶ ይብሉኻ፣ ቆልዑ ዶ ገዛእ በቃ እቲ ናይ ድኳን ነገር መንገዲ እዩ። ብሓደ ገጽ ከምዚ መጠቓ ትምጠቕ ወይ ገዛ ተጽሪ ኣለለ ገዛ ተጽሪ መጎጎ በቃ ወላል ሓደ ርእሰይ ንኹንበይ ብዙሕ ስራሕ እዩ ለለኒ ብቻ በቃ ጸርጠር ትብል ኡፍ ዋይ ቀደምኻ ስዕዲ ታይን ዓድና ሙሉኤ መለእል ካላፍቲያ ላፍቲያ ላፍቲያ ሓጋዚት ተረኺበ ግን ከዕርፍ ኢለ ተስፋ ይገብር ብትክክል በቃ ጥራሕ ምሳይ ኮይናስ ቆልዓ የለ በቃ ናብ ዕሊ ክዳን ብዕሊ ክሓፅብ እየ በቃ ገዛ በቃ ገዛ ፅርያስ ቡና ፀብሒ ገለ ካብኡ ድኳን ባኒ ትብል ተለዎ ዋላ ጉየላ ባኒ ልተይ ዋላ ባዕለይ ባኒ ማለት እዩ ብሓመለረ ትብል ተለዎ እቲ ቡና ተልዒልካ ቡና ላቃላካ ነርካስ ቡና ክሳብ ተውርድ ወይ ባኒ ልብል ወይ በርበረ ወይ ፈሓም ወይ ጎሾ ልብል ዝኾነ ሸቐጥ ክብል ተመጺኡ ማለት እዩ በቃ ክንደይ ይብላኻ ክንደይ ሰዓት ደው ኢለ ካብኡ ብዙይ ምኽንያት እየ ሰራሕተኛ ወይ ከዓ ሓጋዚ ትደልየ ልብለክ ኣለኹም በ በይንኸስ ሓጋዚት ትደሊ እንታይ ትሰርሕ እያ ትብላ መዓት ስራሕ እዩ ኒዓድና ኣሕዋተይ ማዓረይ ዋይ ማርያም ብስሩዓት ናይ ስራሕ ይውዳኢ ኣውሰድስ ክዳውንቲ ትሓጽብ እ ልትኮስ ትኮይን ደ በቃ ኣዕሪፍካ ገዛ ኣጽሪካ ክዳውንቲ ተኩካ ሓጺብካ ኣስጢሕካ እ ልብልዖም ኣብሊዕካ ከፍ ኢልካ ወይ ሞባይልካ ወይ ሰማዓ ጌርካ ልትዋላውል ገለ ካብኡ ምሸት ክዳንካ ትትኩስ እ ናይ ድራር ኣቁሑት ትሓጽብ ትድቅስ ዓድና ኒኦ ጉድ ግን ጉድ ጉድ ጉድ ጉድ ስሩውን ሓጋዚት ጌርካ ውን ዘይከኣል እዩ። ሓራስ እከለ ወሊዳ ንዕናይ ትብለካትሎ እቲ ለውፃካዮ ስራሕስ ሃመ ጌርካ ትዓፅዎ ሕሰቦ እንድሕር ሓጋዚት ለይብልካ ማለት እዩ ዋላ ሓደ ርስካ ይኩን ስራሕ ትታሊካ ግድን እዩ ሓጋዚ ትልየካ እና ሃምዚ ጌረና ሎማዓንቲ ውዕለይ እና ምኪኤል መጣቃላ መጠኩ ነቓውዕ ንፋስ ድማ ትፈልጣ ይኽን ጅጅ የብለና ኣሎ ሓይሊ ዕንጨይቲ ኦማት ስለ ዝዓደኩ እየ ሓይሊ ዕንጨይቲ እምበይ ዝስእካ ዝዓኾር ገለ ትትዋል ጠንበሽልካ ዓይንኻ ምንቋር እያ ነቃውዕ ንፋስ ትፈልጦ ይኽን ሽኳይ ኣብ ደገ ከምዚ ጌርካ ትምጥባስ ኣዳም ጎቦ ኣቲኻ እውን ሓያል ንፋስ እዩ ለብለካ ማለት እዩ እና ብትክክል ንዓድና ንራያ በቃ ይመረና ኣሎ ንዓድና ኑሮ ይኸብደና ኣሎ ተበልኹ በቃ ሃምዚ መነባብሮኡስ ምኻኣለ ኣብየኒ ወይ ልቸገረኒ ገለ ክመስለኩም ይኽእል እዩ ሃምኡ ይኾነ ኖ ታእዩ ኣነ ዝፅግመኒ ኣሎ ሓጋዚት ተድልየኒ ኣላ ጭራሽ ኮፍ ኢለ ዩቱብ ክሰርሕ ተኢለሲ ሰላም ሰላም ኢለ ክጅምር ተለኹ ማለት እዩ ኳሕኳሕኳሕኳሕ ይብል ዝክየ ገዛ ድኳን ሓመለራ በለት ሓንቲ ኣንቶ ቪድዮ ክሰርሕ ማለት እዩ በቃ እዛ ልተናገርኩዋ ክውድእሲ ገይረ ኳሕ ኳሕ ኳሕ ኣቋሪፀ እየ ከይደ በቃ ከም ብዙታት ምክንያት እየ ውሽ ንዓድና ንራስ ኣይ ዩቲብ ክትሰርሕ ኣይይ በቃ ዕርፍ ኢልካ ቡና ክሰቲ ኳሕ ኳሕ እናበላ ውይ ጎይታይ ሓጋዚት ዋላ ንወርሒ ሰለስተ ኣርባዕተ ሽሕ ክህባስ በቃ ጥራሕ ልክልቲኤና ኮምዚ ትሕግዝ ኢለ ተመንየ ደልየ ስኢነ ማለት እዩ እና ብዙይ ምክንያት እዩ ኑሮ ይከብደና ኣሎ ልብለኩ እምበይ ኑሮ ወይ ልብላዕ ስኢንና ወይ ቅርሺ ስኢንና ወይ ገንዘብ ስኢንካ ለይኮነስ ገንዘብ የብላ ግን ሃልብላዕ ሞሊኡ ኩሉ ነገር ፍርሻሻ ዳሃለያ ምድስላካ ብቃ ኩሉ ሙሉእ ዳሃለየስ ተነባብራ ግን በይንኻ ተኾንካስ ላፍታ ስራሕ ዲኻ ላፍቲ ብቃ ናብ ውሽጢ ገዛ ስራሕ ድዩ ላፍቲ ናብ ስራሕ ቦታ ድዩ ላፍቲ ዩቲብ ድዩ ላብ ቶክቶክ እያ ክትስእል ወይስ ላፍቲ ማሕበራዊ ናውሮ ላብዚ ንና ይከል ኮሊዳ ድሓራስ ብቃ መቸም ደቂ ገጠር ትርድኣኒ ኢኽን ኢለ ተስፋ ይገብር ብእውነት ስራው ገጠር ነው አት ከተማ ስማ በቃ የፍልሓ ጋግራ ክዳውንተን ይሓፅባ ገዘን ወለን ከፍ ዓድና በቃ ቆለል ክርስትና መርዓ እኳ ፆም እዩ ሓራስ ምብፃሕ ገለብ ሸውዓተ መዓልቲ ሳልሳይ መዓልቲ ዋላ ጎረባብቲ ዋላ ፍቲ ዓድና ተወሊዳ ይቕሪ ዓድና ጎረባብቲ እውን ገለብ በቃ ፍቲ ጣብያኻ ተወሊዳስ ግድን እዩ ሎማዓንቲ ንኣብነት ክልተ ገለብ ነይሩ እመናነይ ተመናኒ ማለት እዩ ካብኡ ግን እቲ ስራሕ ዲኻ ትኸፍት ምስቲ ሕብረተሰብካ ዲኻ ናብ ልኸጎድ ምስ ሰብካ ትኸድ ብጣዕሚ እዩ ልገርም እና ብዙይ ብዙይ ምክንያት እዩ ዓድና ንሮ ይኸብደና ኣሎ ስዑዲ በቃ ኩሉ ግዜስ ባእ ኣረ ናብ ስዑዲ ስራሕ ቀሊል እዩ ብኦናት ዓድና ንእየ ስራሕ ስራሕ ከይመስለክን ሙሉ መዓልቲ ሕውትኽቱኽ ኢልካ ሙሉእ መዓልቲ ናብ ሓራስ ናብ ገለ ናብ ምብጻሕ ናብ ታይ ደኾን ከይድካ ዕርብ እያ ትብል ግዛዕ ኣተይገበርካ ኣብ ገዛኻ ማለት እዩ ኣታስ ዕዱንኡ ቅሳነት ብትኽክል ጠንኪርኪ ንስርሓ ናፊቕናይ ደሞ ሰልቺዩናይ ደሞ ገለ ትብላ ትኽእላ ኣይኽን ግን ናፍቖቲ ምስልቻ ይሃምልሎ ኮይኑ ዓድና ግን በቃ ካብቲ ናይ ስዑድ ልበዝሕ ስራሕ ሃምልሎ ኣመናኒ ማለት እዩ ዋእ በስመኣም ዋላ በይንካ ኩን ቆልዑ ዕያል ይሃልዩካ ሰብኣይ ይሃልዩካ ብዙሕ ሕብረተሰብ ኣብ ገዛ ንበር ገዛ ስራሕ ብስሩ ኣይውዳይ ብቆውላል ይልመሽምድር እንታይ ድኾን ኒኡፍቲ እንታይ ድኾን ድራር ምፃ ሓራስ ገለብ ግዛእ ብስሩ ስዋእ ኧረ መቸም በቃ ብበዝሕስ ትፈልጦ ኢኽን ብበዝሒ ኒኢኽን ደቂ ገጠርኳ ብትኽክል ተረዲእክና ኒኢኽን ማለሲ ላምነት ንጎ ተልዒልካ ኣብ ገጠር ቡና ትሰቲ ዕያ ትእክብ ቡና ሰቲ ለለ ዕያ ትጥፍጥፎ ኢኻ ተኣኪቡ ጸኒሑ ገለ እዚ ካልኾን እንግዲህ ዳርጋ ኣርባዕተ ሰዓት ይኾን ኣብ መንጎኡ ኣቋሪፅካ ኣደ ሓራስ ይኮነ ኮሊዳ ወይ ገለ ክትባላ ይኹን በቃ ፀሓይ ፀዲቃ ማለት እዩ።